መደባትና ብዜና ጀሚርና ድሕሪ ዜና ሪፖርተር ቪኦኤ ኣብ ከተማ ጎንደር ንዓበይቲ ዓዲ ኣምሓራን ትግራይን ዘዘራረቦም መድረኽ ዝጠመተ ካልኣይ ክፍሊ ምድላው ክህሉ እዩ ፍሉይ ምድላውና ከዓ ናብ ሱዳን መዓስከር ስደተኛታት ተጓዒዛ ምስ ዝነበረት ኣብ ጉጅለ ተሓላቂ ሰብኣዊ መሰላት ሂዩማን ራይትስ ዋች ናይ ቀርኒ ኣፍሪቃ ተመራማሪት ላቲሻ ባደር ዝተኻየደ ቃለ መጠይቕ ክኸውን እዩ። ንኹሉም ሰላምቲኹም ምድላዋትና ክትከታተሉ ዝዕድመኩም ምኒ ኣፈወርቂ ዜና ከነቐድም ኢና ካብ በትረ ስልጣን።
ከመይ ኣምሲኹም ዕለታዊ ዜና እንሆ። ሚኒስትሪ ወፃኢ ኣመሪካ ማይ ፖምፒዮ ትማሊ ሶኒ ንቐንዲ ቤት ፅሕፈት ቪኦኤ ሬድዮ ድምፂ ኣመሪካ ተዓዚቦም ኣብ ፃንሒቶም ብዛዕባ ፈነወ ድምፂ ኣመሪካን ፍሉይነት ኣመሪካን ኣጉልዮም ኣለዉ። ዲፕሎማስያዊ ሪፖርተርና ሲንዲ ሰይን ንዘዳለወቶ ሪፖርት ምንያ ኣፈወርቂ ክተቕርቦ እያ።

ኣብ ዝኸኣልክዎ ኣጋጣሚ ብዛዕባ ፍሉይነት ኣሜሪካ እየ ንሰማዕተይ ዝነግሮም፣ ምኽንያቱ ሓቂ ስለ ዝኾነ። ኣሜሪካ ጽብቕትን ዓባይን እያ። እዚ መሰረትና ኩሉ ዝርድኦ እዩ። ሓድነትና ዝያዳ ንክረጉድ ከኣ ኩሉ ግዜ ንጽዕር። ኩሉ ግዜ ፍጹም እዩ ማለት ኣይኮነን። ብዛዕባ ሕሉፍናን መጻኢናን ሓበንን ትሕትናን የድልየና ኢሎም። ሚኒስትሪ ወጻኢ ዩናይትድ ስቴትስ ማይክ ፖምፖዮ ነዚ ዝበሉ፣ ደገፍቲ ፕረዚደንት ትራምፕ፣ ንባይቶ ዩናይትድ ስቴትስ ማለት ካፒቶል ሂል ድሕሪ ምብራሮምን ምልክት ዲሞክራሲ ገይራ ኣብ እትግለጽ ኣሜሪካ ዝተራእየ ዕግርግር ኣብ ዙርያ ዓለም መዘራረቢ ድሕሪ ምዃኑን ድሕሪ መዓልታት እዩ። ፖምፔዮ ነቲ ህውከት ኣውጊዞሞ እዮም ግን ድሕሪኡ ብዛዕባ እዚ ኣይተዛረቡን። ካብ ጀርመን ማርሻል ፋንድ ዝኾኑ ክኢላ ማይክል ኪሞጅ ፖምፔዮ ኣብዚ ናይ ቪኦኤ ዑደቶም ብዛዕባ እዚ ዘይምልዓሎምን ብዛዕባኡ እውን ዝቐረበሎም ሕቶ ዘይምንባሩን ከም ዘደንጸዎም ይገልጹ።
ሚኒስተር ወጻኢ ፖምፐዮ ነዚ ዓቢ ፍጻመ እዚ ሰሙን ከይጠቐስዎ ምሕላፎም ዘገርም እዩ። እዚ ኣብ ኣእምሮ ኩሉ ዝነበረ እዩ ዝመስለኒ። ከይተመለሰ ባዶ ዝሓለፈን መልሲ ዘይረኸበን ኢሎም ኣለዉ። ቪኦኤን ካልኦት ፈነወታት ዩናይትድ ስቴትስ ኣብ ዙርያ ዓለም ንዘለዉ ሰማዕቱ ብዓሰርተታት ቋንቋታት ወጻኢ ሓበሬታን ዜናን ዝፍኑ እዩ። ፖምፐዮ ንቪኦኤ ድምጺ ፍሉይነት ኣሜሪካ ክብሉ ጸዊዖሞ ኣለዉ። ዓለምለኸ ፈነወ ዩናይትድ ስቴትስ ኣብ ዙርያ ዓለም ንኣምራት ዩናይትድ ስቴትስ ዘፋልጥን ንውልቀ መለኽቲ ስርዓታት ባይታ ዘይህብን እዩ እውን ኢሎሞ ኣለዉ። ከም ቻይና፣ ኢራን፣ ሰሜን ኮርያ ዝበሉ መንግስታት ነቲ ኣሜሪካ ዝተመሰረተትሉ ኣድማሳዊ ክብሪ ወዲ ሰብ ዘየኽብሩ እዮም። ንኹሉ ሃገራዊ መርገጽና ዝጻብኡ እዮም። ህላወ መንግስቲ ንህዝቢ ከገልግል ምዃኑ ኢና ንፈልጥ። ግን ንሳቶም ህላወ ህዝቢ ንመንግስቲ ንከገልግል ጌሮም እዮም ዝኣምኑ። ስራሕ ቪኦኤ ወሳኒ እዩ፣ ንስኻትኩም ብልሒ ቀስት ነጻነት ኢኹም ኢሎም ኣለዉ። ፖምፖዮ ኣብ መወዳእታ እዚ ወርሒ ዝተመረጹ ፕረዚደንት ባይደን ስልጣን ኣብ ዝሕዙሉ ካብ ሓላፍነቶም ከም ዝሰናበቱ ትጽቢት ይግበር። ባይደን ንምክትል ጉዳያት ወፃኢ ዝነበሩ ኣንቶኒ ብሌክን ሚኒስትር ወፃኢ እዮም ገይሮም መሪፆሞም እዮም፣ ግን ብሰነት ክፀድቕ ኣለዎ። የቕንየልና ምንያ።
ሰራዊት ሱዳን ኣብ ዶብ ኢትዮጵያ ተጠናኺሩ ይደፍእ ከምዘሎ ወሃብ ቃል ሚኒስትር ኢትዮጵያ ኣፍሊጦም። ኣምባሳደር ዲና ሙፍቲ ግብሪ ሱዳን ንዓለምለኻዊ ሕጊ ዝጠሓሰ እዩ ከምዝበሉ እውን እቲ ዜና ጠቒሱ። ሱዳንን ኢትዮጵያን ዘለወን ናይ ዶብ ፀገም ክሳብ ዝፈትሓ ክልቲኤን ሃገራት ኣቐዲመን ብመሰረት ዝበፅሐኦ ስምምዕነት ኣብ ዘዘለውኦ ቦታ ንክጸንሓ እቲ ቤት ዕዮ ኣዘኻኺሩ ኣሎ። እዚ ከምዚሉ ከሎ ሚኒስትራት ማይ ኢትዮጵያ፣ ግብጽን ሱዳንን ቅድሚ ትማሊ ሰንበት ስሉሳዊ ኣኼባ ኣካይዶም፣ እንተኾነ ሱዳን ኣብ ልዕሊ ግድብ ህዳሴ ሓድሽ መርገጺ ከምዘንጸባረቐት ኣምባሳደር ዲና ሙፍቲ ንቪኦኤ ሓቢሮም ኣለው። በዝሒ መናብር ቤት ምኽሪ ክልል ሶማሌ ንክውስኽ እቲ ቤት ምኽሪ ወሲኑ። ምኽንያት ድሕሪ መረፃ ክልተ ሽሕን ሸውዓተን ሓደስቲ ወረዳታት ስለዝተፈጠራ። ፓርቲ ብልፅግና እቲ ክልል ትማሊ ኣብ ዘካየዶ ኣኼባ መናብር እቲ ቤት ምኽሪ ብ ዕስራን ሓሙሽተን ንክውስኽ ከምዝወሰነ ሓላፊት ቢሮ ኮሙኒኬሽን እቲ ክልል ወይዘሮ ሂቦ ኣሕመድ ንቪኦኤ ገሊፃ'ላ። ብመሰረት ኣብቲ ክልል ዝነበራ ስሳን ሸውዓተን ወረዳታት በዝሒ መናብር ክልተ ሚእትን ሰብዓን ሓሙሽተን መናብር ንክህልዎ ከምዝተገብረን ኣብ ትሕቲ ምምሕዳር ኣብዲ ኣለሄ ተወሰኽቲ ዕስራን ሓሙሽተን ወረዳታት ከምዝተፈጠራን እንተኾነ ኣብ መፅናዕቲ ዝተመርኮሰ ከምዘይነበረን ሪፖርት ኣዲስ ቸኮል ጠቒሱ። ኣብ ማይ ካድራ ገበን ጭፍጨፋ ዜጋታት ዝተጠርጠሩ ክልተ ውልቀ ሰባትን ተሓባበርቶም ዝተባህሉን ኣብ ቤት ፍርዲ ከምዝቐረቡ ኣገልግሎት ዜና ኢትዮጵያ ሓቢሩ። ኢዜኣ ከምዝጠቐሶ፣ እቶም ተስፋይ ከበደን ኣባዲት ኣብርሃን ዝተባህሉን ንክልቲኦም ብምሕባእ ተሓባቢሮም ዝበሃሉ ኪዳነ ገብረሕይወት፣ ሙሉኣለም ዮሃንስን ፍሬሰንበት ለማን እዮም ይብል እቲ ዜና። ኣብዚ እዋን እቶም ዝቐረቡ ጭብጥታትን ንቴክኒካዊ ምርመራ ናብ ዝምልከቶ ኣካል ከምዝተላእከ ንሙጉት ዝሰምዐ ቤት ፍርዲ ንሕቶ ዋሕስ ተኸሰስቲ ብምንጻግ ንፖሊስ ዓሰርተ ኣርባዕተ ተወሳኺ ናይ ምርመራ ግዜ ከምዝሃበ ተፈሊጡ'ሎ። ንደባይ ተዋጋእቲ ሁቲ ኣብ የመን ኣብ ዝርዝር ጉጅለ ፈጠራ ራዕዲ ምፍራጅ ንዞባዊ መስርሕ ዲፕሎማሲ ዘተዓናቕፍን ንዛጊድ ጥፍኣት ወሪድዎ ዘሎ ሰብኣዊ ኩነታት የመን ዘጋድድን እዩ ኢሉ ገሊጽዎ ኣሎ ሕቡራት ሃገራት። ኣመሪካ ንደባይ ተዋጋእቲ የመን ኣብ ዝርዝር ጉጅለ ፈጠርቲ ራዕዲ ምክታት ኣብ ልዕሊ'ቶም ደገፍ ኢራን ዝኸስቡ ሰለስተ መራሕቲ እቲ ጉጅለ እገዳ ንኽንበረሎም እውን ዝጽውዕ እዩ። እዚ ሓድሽ ተበግሶ ግብራዊ ዝኾን ድማ ኣብ መወዳእታ መዓልቲ ስልጣን ፕረዚደንት ዶላንድ ትራምፕ ክኾን እዩ ዝብል ትፅቢት ኣሎ። ሕቡራት ሃገራት ግና ናይቶም ደባይ ተዋጋእቲ ኣብ ዝርዝር ጉጅለ ፈጠርቲ ራዕዲ ምክታት ንፃዕርታት ልዝብ ሰላምን ኣብታ ካብ ዓረባዊ ዓለም ኣዝያ ኣብ ዝደኸየት ሃገር የመን ዘሎ ስራሕቲ ሰብኣዊ ረድኤት ከጋድዶ እዩ ብምባል ኣብ ምጥንቃቕ ይርከብ። ወሃቢ ቃል ሕቡራት ሃገራት ስቴፈን ያሪክ ናብ ዋሽንግተን ኣብ ዘመሓላለፎ ምሕጽንታ ስለ ምብጻሕ ሰብኣዊ ረድኤት ተባሂሉ እቲ መግለጺ ንክውንዘፍ ሓቲቱ ኣሎ። ብመሰረት ሪፖርት ሕቡራት ሃገራት ሰማንያ ሚእታዊ ካብ ሰላሳ ሚልዮን ህዝቢ የመን ተቐባላይ ረድኤት ከምዝኾነ ዓሰርተ ሰለስተ ሚልዮን የመናውያን ድማ ሕሱም ሕጽረት ቀለብ ዘለዎም እዮም ተባሂሉ ኣሎ። ንጉዳይ የመን ትከታተል ሄለን ሌክነር ተስዓ ሚእታዊ መሰረታዊ ቀረባት የመን ካብ ወጻኢ ሃገራት ዝኣቱ ስለዝኾነ ገለ ምትእጉጓል እንተ ኣጋጢሙ ዝያዳ ዝጉዳእ ህዝቢ የመን እምበር ደባይ ተዋጋእቲ ሑቲ ኣይኮኑን ትብል። Why this is on people are gonna die who wouldn't die otherwise? ከምኡ እንተኾይኑ ክሞቱ ዘይግብኦም ሰባት እዮም ክሞቱ ተራ ዚጋታት እምበር ላዕለዎት መራሕቲ ኣይኮኑን ዝጉድኡ ላዕለዎት መራሕቲ መብዛሕትኡ ግዜ ኣይሳቐዩን እዮም ንሁቲ እውን ካብ ምንቅስቓስ ኣይድርቶምን እዩ ዘስዕበሎም ጽልዋ እውን ኣይክህሉን እዩ መሪሕነት ኣመሪካ ኣብዚ ቀረባ መዓልታት ክትግብሮ ዝወጠኑ ምፍራጅ ሑቲ ብዝመጽእ ዘሎ ምምሕዳር ባይደን ክቕልበስ ከም ዝኽእል እውን ሄለን ሌክነር ሓቢራ'ላ። ፋይዘርን ባዮ ኤን ቴክን ተሓባቢሮም ዝመሃዝዎ ፈውሲ ቫይረስ ኮሮና ጠለብ ህዝቢ ዓለም ንምምላእ ብሓምሳ ሚእታዊ ወሲኹ ናብ ክልተ ቢልዮን ክብ ከም ዘብሎ ኣፍሊጡ። ፋይዘርን ባዮ ኤን ቴክን እቲ ኣብ ማርበርግ ጀርመን ክሳብ መወዳእታ እዚ ወርሒ እዚ ዝጅምር ፍርያት ክሳብ ሸውዓተ ሚእትን ሓምሳን ሚልዮን ክታበት ኣብ ሓደ ዓመት ንኸዳልዉ ከምዝሕግዝ እውን ጠቒሱ ኣሎ። ብመሰረት እዚ ሰለስተ ፋብሪካታት ጀርመን፣ ሰለስተ ብፋይዘር ዝመሓደር ፋብሪካታት ኣብ ዩናይትድ ስተትስ ብሓፈሽኡ ሽዱሽተ ፋብሪካታት መድሃኒት ጸረ ኮቪድ ዓሰርተ ትሽዓተ ክሰርሑ እዮም።

ውፅኢት ከይረኸባ ክተርፋ ይኽእላ እየን ዝብል ስክፍታ ኣቃሊሖም ኣለው። ዶክተር ቴድሮስ ወሲኾም ክታበት ፀረ ኮቪድ ዓሰርተ ትሽዓተ ብምዕሩይነት ክሳብ ዘይተኸፋፈለ ነቲ ቫይረስ ብደረጃ ዓለም ክንስዕሮ ኣይንኽእልን ኢሎም። ኣብ ደቡብ ኣፍሪካ ዝተመደባ ኣምባሳደር ኣመሪካ ከይተረፋ ብኮቪድ ዓሰርተ ትሽዓተ ተታሒዘን ይሕሸን ከምዘሎ ድሕሪ ምግላፀንን በዝሒ በቲ ቫይረስ ዝተለኽፉ ሰባት ኣብ ዝነሃረሉን ወቕቲ መግለፂ ዝሃቡ ፕረዚደንት ደቡብ ኣፍሪካ ምምሕዳሮም ዘንበሮ እገዳ ከምዝ እናውሑ ኣፍሊጦም። ፕረዚደንት ሴሪል ራማፎዛ ኣብ መግለፂኦም እቲ ዝቐንየ እገዳታት ኣገዳሲ እዩ፣ ዝኣክል ክታበት ፀረ ኮቪድ ዓሰርተ ትሽዓተ ንምርካብ ምምሕዳሮም ክንዲ ዝከኣሎ ክፅዕር እዩ ኢሎም። እቲ ለበዳ ኣብ ኣዝዩ ዝኸፍአ ብርኪ በፂሑ ኣሎ፣ በዝሒ በቲ ቫይረስ ዝልከፉን ናብ ሆስፒታላት ዝኣትዉን ዝሞቱን ሰባት ልዕሊ ዝኾነ ግዜ ንሂሩ ኢና ንሪኦ፣ ኣብዘን ዝሓለፋ ዓሰርተ ክልተ መዓልታት ሚእትን ተስዓን ሽሕ ሰባት ብቫይረስ ኮሮና ተለኺፎም ልዕሊ ኣርባዕተ ሽሕን ሽዱሽተ ሚእትን ሰባት ድማ ሞይቶም ኣለው ኢሎም። እዚ ከምዚሉ ከሎ ኣምባሳደር ዩናይትድ ስተስ ኣብ ደቡብ ኣፍሪካ ሊና ማርክስ ኣብ ዝፈነዎ ትዊተር ኩነታት ጥዕነኣን ይመሓየሽ ከምዘሎን ዶክተረን ኣብ ዝሓፀረ ግዜ ናብ ንቡር ክምለስ እዩ ዝብል ሙሉእ እምነት ከምዘለዎም ገሊፆምለይ እዮም። ኢለን ኣሎ። ስሳን ሸውዓተን ዓመት ዝዕድሚኤንን ኣደ ክልተ ቆልዑን ዝኾና ዲፕሎማት ኣብ ጽሑፈን ኣብ ሙሉእ ዕድመይ ከምዚ ዝኣመሰለ ኣካላዊ ስቓይ ዘስዕብ ኩነት ገጢሙኒ ኣይፈልጥን ከም ዝበላ ሪፖርተርና ኣኒታ ፖወል ካብ ጆሃንስበርግ ዝለኣኸቶ ሪፖርት ጠቒሱ ኣሎ። ወተሃደራዊ ሄሊኮፕተር ደቡብ ሱዳን ሃንደበት ወዲቓ ግን ዝተጎድኣ ሰብ የለን። ኣመሓዳሪ ሆስፒታል ኩይበት ዶክተር ኣንድሪያ ማዩዝ ድሕሪ እቲ ሃንደበታዊ ግጭት ሄሊኮፕተር ንዓሰርተ ሓደ ሰባት ፈኲስ ሕክምና ተለጊስሎም ናብ ቤቶም ተመሊሶም ኣለዉ ኢሎም። ዶክተር ኣንድርያ ገሊኦም ኣካሎም ተጻሕቲሩ ኢኻ ትርእዮም ክብሉ እውን ገሊጸሞ ኣብራሪ እታ ሄሊኮፕተር ቾል ኣብርሃም ብወገኑ መንቀሊ እቲ ግጭት ቴክኒካዊ እዩ ድሕሪ ምባል ነታ ሄሊኮፕተር ክቆጻጸራ ከም ዘይከኣለ እውን ጠቒሱ ኣሎ ንማዳጋስካር ዝሓለፉ ሓሙሽተ ዓመታት ዝወረደ ሓደጋ ደርቂ ምስ ኮቪድ ዓሰርተ ትሽዓተ ተደማሚሩ ንማዳጋስካር ከምበርክኻ ይኽእል እዩ ኢሉ ኣጠንቂቑ ኣሎ ፕሮግራም መግቢ ዓለም። ዝናብ ምጥፍኡን ሕርሻ እታ ሃገር ስለ ዝተጎድእን ልዕሊ ሲሶ ኢድ ህዝቢ ማዳጋስካር ንሕጽረት መግቢ ተቓሊዑ ኣሎ። ናይ ጽባሕ ቀለብ ካበይ ከም ዝመጽእ እውን ኣይፈልጡን ይበል። ኣብ መወዳእታ ድሕሪ ኣብ መእከቢ ኣዳራሻት ኣብያተ ምኽሪ ኣመሪካ ዝሓለፈ ሰሙን ዝተኸሰተ ህውከት፣ ሎም ቅነ ዝስየም ቤት ምኽሪ ኣመሪካ ንፕረዚደንት ዶናልድ ትራምፕ ንምውራድ ዝጽውዕ ውሳኔ ከድምጽ እዩ። ብመሰረት ዝመጸና ዜና ቀዳማይ ስዳሮ ምክትል ፕረዚደንት ማይክ ፔንስን ኣፈ ጉባኤን ነቲ ንፕረዚደንት ብቑዕ ኣይኮነን ዝብል ዓንቀፅ ዝሓዘ መበል ዕስራን ሓሙሽተን ምምሕያሽ ሕገ መንግስትን ኣብ ጥቕሚ ንክውዕልን ምሕታት ክኸውን እዩ። ምክትል ፕረዚደንት ካቢኔትን ኣይንገብሮን ኢና ዋላ እውን እንተበሉ ቤት ምኽሪ ኣመሪካ ነቲ ንምውራድ ትራምፕ ዝፅውዕ ውሳነ ንከሕልፍ ስርሑ ክቕፅል እዩ። ምክትል ፕረዚደንት ማይክ ፔንስ ነቲ ፃውዒት ክቕበሉ እዮም ዝብል ትፅቢት የለን። ትራምፕ ኣብቲ ሎሚ እኳ ንከይጥቀምሉ ተዓፅዩ ዘሎ ትዊተሮም ንዕግርግር ብምልዕዓልን ቅድሚ እቲ ህውከት ንደገፍቶም ክሳብ መወዳእታ ሎሚ እንተዘይተቓሊስኩም ሃገር ኣይክህልወኩምን እዩ ኢሎም ከም ዝነበሩ እቲ ዜና ይገልጽ። ዜና ተፈጺሙ። እዚ ሬድዮ ድምጺ ኣሜሪካ እዩ። ናብ ዝቕጽል ጸብጻብና ክንሓልፍ ኢና። ኣብ መንጎ መንግስቲ ፌደራልን ህወሓትን ዝተኻየደ ኹናት ስዒቡ ብፍላይ ኣብ መንጎ መዋስንቲ ክልላት ትግራይን ኣምሓራን ናይ መንነት ምስሕሓባት መሬት ተተሓሒዙ ዝተፈጥረ ውጥጥ ዝያዳ ምቅሕሓራት ንኸይፈጥር ዓሊሙ ቪኦኤ ኣብ ከተማ ጎንደር ተረኺቡ ዘዘራረቦም ተወለድቲ ትግራይን ኣምሓራን ዝኾኑ ሰባት ኣብ ዝሓለፈ ቀዳማይ ክፋል መደብና ኣብ መንጎ ክልቲኦም ህዝብታት ሰናይ ምትሕብባራትን ማሕበራዊ ርክባትን ከጠናኽርዎ ዝኽእሉ ሃይማኖታውን ባህላውን ምምስሳላት ከም ዘለዉ ገሊፆም ምንባሮም ዝዝከር እዩ። ንሎሚ ድማ ካልኣይ ክፋል ክቐርብ እዩ። ሪፖርተር ቪኦኤ ዮናታን ዜብድዎስ እዩ ናብቲ ከባቢ ኣብ ዝተጓዕዘሉ እዋን ነዚ መደብ ኣዳልይዎ። ሳራ ፍስሃየ ሒዛቶ ኣላ። ሽም እቶም ተዛይትይቲ ንምዝኽኻር፣ ኣቶ ወርቁ የዝናን ኣቶ ኣዳነ ኣደምሰገድን ካብ ኣምሓራ፣ ኣቶ ኣያሌው ተስፉን ኮነሬል ኪሮስ ኪዳነን ካብ ብሄረ ትግራይ እዮም። ህዝቢ ትግራይ ኣብ ልዕሊ ህዝቢ ኣምሓራ፣ ህዝቢ ኣምሓራ ድማ ኣብ ልዕሊ ህዝቢ ትግራይ ፅልኢት የብሎምን ከም ዝበሉ ይሕብር ዮናታን ዘብዴዎስ። ኣብ መንጎ ፌደራል መንግስትን ህወሓትን ዝተኻየደ ኹናት እዛ ሃገር ካብ ምብትታን ኣድሒንዋ እዩ ኢሎም ስለዝኣምኑ ከምዝድግፍዎ ገሊፆም እዮም። ይኹን እምበር ቀደሙ እውን ተዛቲኻ ክፍታሕ ዝነበሮ ጉዳይ እዩ ይብሉ። እዞም ክልተ ህዝብታት ብሃይማኖት፣ ባህላዊ ፍፃመታት ዝቀራረቡ ህዝብታት ብምዃኖም ንምንታይ ብባህላዊ ሜላ ሽምግልና ክፍታሕ ኣይተገብረን ክብል ዮናታን ንዘልዓለሎም ሕቶ ብዝሃብዎ መልሲ ክንጅምር። ኣቶ ወርቁ የዝና ይቕጽሉ። ብኣጋጣሚ እዚለ ለመግለጽ እኔ ሽምግልና ከትከል ትግራይ ውስጥ ከሄዱ ሰዎች አንዱ ነይረ። ከም ኣጋጣሚ ኮይኑ ኣብዚ ክገልጾ ዝደሊ ካብቶም ንሽምግልና ናብ ትግራይ ዝተላእኩ ሓደ እየ ነይረ። ብጣዕሚ እዩ ዝገርም ብፍላይ ብወገን ክልል ኣምሓራ ብዕርቂ ንምፍታሕ ዓብዪ ጻዕሪ ተገይሩ። ንሽምግልና ናብ መቐለ ኣብ ዝኸድናሉ እዋን ዝተዓዘብናዮ፣ ሰላሳ ዓመት ሙሉእ ህዝቢ ከመሓድሩ ዘይኮነስ ነገር ይጠማዝዙ እዮም ነይሮም። ምስምማዕ ይሓይሽ ክበሃል ከሎ በዓል ኣባይ ወልዱን ስብሓት ነጋን እዙይ ንዓና ዝምልከት እዩ ንስኻትኩም ኣየእትወኩምን እዮም ዝብሉና። እዚ ኹሉ መንገዲ ተጓዒዝና ንሽምግልና ዝኸድና ሰባት ብጣዕሚ ሓሪቕና ኢና ተመሊስና። ብድሕሪ እዙይ ንኻልኣይ ሽምግልና ካብ ትግራይ ናብ ክልል ኣምሓራ ምስ መፁ እንታይ ዘይዶም ከም ዝመፁ ትፈልጥ ዲኻ? ክብሉ ይቕፅሉ ኣቶ ወርቁ የዝና። እኛ የምናውቀው ወልቃይት ጠገዴ አንድ ነው። በቃ የአማራ መሆኑን ነው የምናውቀው። እንደ ግሌ እኔ እንደዚያ ነው የማውቀው። ከተመለስን በኋላ ግን ከዚህ ጎንደር ሲመጡ ለስብሰባ ንሕና እንፈልጦ ወልቃይት ጠገዴ ናይ ኣምሓራ ምዃኑ ኢና ንፈልጥ። ኣነ ብውልቀይ ንሱ እየ ዝፈልጥ። ንሳቶም ግን ናይ ትግራይ ጠገዴ፣ ናይ ትግራይ ወልቃይት ኢሎም መፅዮም። እቲ ሽምግልና ናብ ህዝቢ ወሪዱ ከይዘራረበሉ ናይ ሚድያ ሽፋን ኣይረኸበን። ብምዃኑ ንሳቶም ንሰላሳ ዓመት ክጥንስስዎ ዝጸንሑ ተንኮል ኣብቲ ህዝቢ ሰሪጹ ኣትዩ እዩ። ብኣና ወገን ንትግራይ ዘጸላልእ ዝተሰርሐ ተንኮል የለን። ብኣታቶም ግን ተሰሪሑ እዩ። እዮም ዝበሉ ኣቶ ኣያለው ተስፉ ድማ ይቕጽሉ። ተሞክሮ ኣልኮ በመንግስት በኩል ብዙ ጊዜ የእርቀ ሰላም ከዚ ሂደዋል ከኣዲስ ኣበባ ሂደዋል።
ተፈቲኑ እዩ እኮ ብመንግስቲ ካብዚ ካብ ኣዲስ ኣበባ መራሕቲ ሃይማኖት ሽማግለታትን ሚኒስትር ሰላም ተባሂሉ ዝተጣየሸን እውን እንተኾነ ፈቲኑ እዩ ይኹን እምበር ብወገን ህወሓት ግና ሓንጊዶም ኣብቲ ሽዑ ኣይኸውንን ኢሎም ድርቅ ክብሉ ከለው ስጉምቲ ተወሲዱ ተዝኸውን ነይሩ እዚ ኹሉ ምፍሳስ ደም ኣይምመፀን ንብረት ኣይምጠፈን እዚ ኹሉ ፅልኣት ኣይምተፈጠረን ይኹን እምበር ናይ መንግስቲ ሓሳብ ይመስለኒ ብትዕግስቲ ምፅባይ ዝብል ሽምግልናው ከመግባታችን በፊት የተሳሳተ ግንዛቤ በህወሓት ውስጥ ተወስዷል። ደርግን ስርዓት ለመ ናብ ሽምግልና ቅድሚ ምእታውና ብመዳይ ህወሓት ዝተሰሓሓተ ርድኢት ዝነበረ ይመስለኒ። ሙሉእ ብሙሉእ ንደርጊ ዝደምሰስኩ ኣነ እየ ኢሉ ወያነ ምሕሳቡ እዩ እቲ ጌጋ። መንግስቲ ደርጊ ዝወደቐ ግን ኣብ ኣብዝሓ ማሕበረሰብ ህዝቢ ኢትዮጵያ ተቐባልነት ብምስኣኑ እዩ ነይሩ። እዚ ስርዓት ንምውዳቕ ህዝቢ ኢትዮጵያ እጃም ነይርዎ ኢሎም ዝኣምኑ ኣይመስለንን። ብኹናት እዩ ተሳዒሩ በዚ ድማ ንሕና ልዕልና ነይሩና ዝብል ትዕቢት ንልቦም ኣደንዲንዎ እዩ። እዚ ኣብ ኩሉ ሚድያታቶም እውን ዘመሓላልፍዎ እዩ። ስለዝኾነ ዝስዕረና የለን ዝብል ትዕቢት ስለዝነበሮም ዋላ ብሽምግልና ተተኸደ እውን ክሳኻዕ ኣይከኣለን። ይብሉ ኣቶ ኣዳነ ዓዳምሰገድ። ንምንታይከ እዩ እዚ ከባብታት ዳንሻ፣ ሑመራን ማይ ካድራን ተመሪጹ? ንምንታይ እዮም ኣብ ማይ ካድራ እቶም ሰባት ዝተቐትሉ? ንዝብል ሕቶ ዮናታን ዘብዲዎስ ኣጋይሹ ክምልሱ ከለው ኣቶ ወርቁ ይጅምሩ። ያ ህዝብ ግዛቱን ስለተቀማ መኖሪያ ኣካባቢውን ስለተቀማ ያላግባብ ስለሄደበት ጥያቄውም ሰፊ ስለነበረ ነው ስለዚህ ቅድሚያ ያጠፉልናል ብለው ስለሚያስቡ እቲ ህዝቢ መሬቱ ስለ እተወስዶ ብዙሓት ሕቶታት ስለ ዝነበርዎ እዩ። ከጥፍኡና እዮም ኢሎም ብምሕሳቦም እዮም እቲ ስጉምቲ ዝወሰዱ። ከምኡ እውን ካብ ዝተፈላለየ ከባቢ እዩ ህዝቢ ንስራሕ ናብቲ ከባቢ ክኸይድ ደሓር እዩ ብሄር ተኮር እናኾነ ዝመፀ እምበር ማይካድራ ማለት መጀመርታ ዓብዪ ናይ ስራሕ ካምፕ እዩ ነይሩ ደሓር ናብ ከተማ እናተቐየረ መፅዩ ብምዃኑ ኩሉ ዓይነት ብሄረ ሰብ ተኣኪቡ ስለ ዝረኸብዎ ይመስለኒ ኣብ ዝሓለፉ ሰላሳ ዓመታት ክንገር ዝፀንሐ ፖሊቲካዊን ታሪኻውን ዘረባታት ኣፈላላይ ክፍጠር ከም ዝገበሩን ዘብፅሕዎ ፀገም እውን ቀሊል ዘይምዃኑ ዝዛረቡ ተወላዲ ትግራይ ዝኾኑ ኣቶ ኣየለ ተስፉን ተወላዳይ ኣምሓራ ኣቶ ኣዳነ ኣደምሰገድን እዮም። በወያኔ ወይም ኢህኣዴግ እንበል ከመጣ በኋላ ክልል የሚባል ነገር ሲመጣ የአማራ ህዝብ አልጣመውም ይህ ምክንያቱም ውስጠ ሁኔታው ጥሩ ስላልነበረ ነው። ወያነ ወይ ድማ ኢህወደግ ምስ መፀ ክልል ዝበሃል ነገር ምስ መፀ ግና ህዝቢ ኣምሓራ ኣይፈትዎን። ምኽንያቱ ውሽጡ ጽቡቕ ብዘይ ምንባሩ እቶም መራሕቲ እውን ካብኡ ዝወጹ እዮም ዝብል ኣተሓሳስባ ስለ ዝነበረ። ብርግጽ ንዝተወሰነ ግዜ ሰላም ኮይኑ እዩ ነይሩ። ኢኮኖሚ እውን ተማሕይሹ ነይሩ። ይዝክር እየ ኣብ ዓለም መጸውዒ ድኽነት ኮይኑ ሽምና። ኣብ ኦክስፎርድ ሰፊሩ ምንባሩ ሎሚ ንሱ ጠፊኡ እዩ። ንሱ ኣነ ከም ጽቡቕ ጎኒ እየ ዝወስዶ። እቲ ባዕሉ ብባዕሉ ብምሕዳሩ ብቋንቁኡ ምዝራቡ ምጽሓፉ ጽቡቅ እዩ ነይሩ ናብ መወዳእታ ግን ኣምባገነንነት እናዓብለለ መጺኡ ባዕሎም ንባዕሎም ክጠፋፍኡ ጀሚሮም ስልጣን ምስ ኣረከቡ ድማ ተጣዒሶም መሰለኒ ኣብዚ ሰለስተ ዓመት ዝረከብናዮ ከም ዝነበርና ኣይንቆጽሮን በብከባቢኡ እናባልዐ ልዕሊ ሰለስተ ሚልዮን ዝከውን ህዝቢ ተፈናቂሉ እዩ እዚ ጽቡቅ ኣይነበረን። ኣሁን የዘር ፖለቲካ ከመጣ በኋላ ህወሓት ያደረገው የኔ የኔ የግሌ ነው የናንተ የናንተ የጋራ ነው ወደሚል ኣቋም ነው። እዚ ዘርኣውነት ማእከል ዝገበረ ፖለቲካ ምስ መጸ ህውሓት ዝገበሮ ዝነበረ ናተይ ዝበሎ ናይ ብሕቱ ናታትኩም ዝበሎ ድማ ናይ ኩላትና ዝብል ኣካይዳ እዩ ነይሩ። ወልቃይትን ጸገዴን ናይ ትግራይ እዩ ኢሉ ከሊልዎ። ምኽላሎም ኣይነበረን እቲ ጸገም ብቋንቋና ስጋብ ዝሰራሕና ኩሉ ሰብ ኣብ ዝደልዮ ከይዱ ክሰርሕ ስጋብ ዝኸኣለ ጸገም ዘምጽእ ኣይነበረን። ኣብቲ ከባቢ ነዚ ታሪኽ ይፈልጡ እዮም ዝበሎም ጨፍጪፍዎሞ። እቲ ሕብረተሰብ ሕቶ ከቕርብ እንተደለየ ምዕፋን ኣኽረርቲ ፖለቲከኛታት ብሄር ድማ ኣጋዲዶም። ኢትዮጵያ ከም ሃገር ክትቅፅልን እቲ ዝነበረ ሓድነት ተጠናኺሩ ንክቕፅልን እንታይ ክግበር ይግባእ ዝብል ሕቶ ዮናታን ዘብዲዎስን መልሲ ኣጋይሹን ኣብ ሳልሳይ ክፋል ክቐርብ እዩ።
ናይ ፕሮግራም መዘኻኸሪ መደብ ቋንቋ ትግርኛ ሰሙናዊ ሓዱሽ መደብ ሕቶን መልስን ኮሊንግ ሾው ጀሚሩ ኣሎ ብመሰረት እዚ ኣጋይሽ እናዓደምና ኣብ እዋናዊ ከባብያዊ ሃገራዊ ዞባውን ኣህጉራውን ጉዳያት ንምዝራብ ዝሓዝናዮ መደብ ሎሚ እውን ንክልተ ኣጋይሽ ክነቕርበልኩም ኢና። ሰማዕትና እውን ብቐጥታ እትሳተፍሉ ስለ ዝኾነ ኣብ ከተማ መቐለ ዘሎ ኩነታት መነባብሮን ምንቅስቓስ ንግድን ብዝምልከት ዘለኩም ሕቶ ለኣኹልና። ኣብቲ ቀዳምን ሰንበትን ዝፍኖ ቃለ ምልልስ ኣጋይሽና ነባሪት ከተማ መቐለ ወይዘሮ ኣበባ ገብረስላሰን ዋና ጸሓፊ ቤት ምኽሪ ንግድን ዘፈር ማሕበራትን ከተማ መቐለ ዝኾኑ ኣቶ በርሀ ኣርከበን እዮም። ስለዚ ሕቶኹም ብቑፅሪ ስልኪ ክልተ ባዶ ክልተ ክልተ ባዶ ሓሙሽተ ትስዓን ትሽዓተን ኣርባዓን ክልተን ናይ ውሽጢ መስመር ዓሰርተ ሓሙሽተ ወይ ከዓ ብኢሜይል ሆርን ኣት ቪኦኤ ኒውስ ዳት ካም ሳም ሓሙስ ንግሆ ለኣኹልና ብዘይካዚ ሓሙስ ብናይ ዋሽንግተን ዲሲ ናይ ንግሆ ሰዓት ትሽዓተ ኤኤም ካብ ስቱድዮ ደዊልና ሕቶኹም ክንቐበለኩም ድሌት ንዘለኩም ሰማዕቲ ቁፅሪ ስልክኹም ብኢሜይልን ብፌስቡክን ኣቢልኩም ለኣኹልና ሬድዮ ድምፂ ኣሜሪካ ኣገልግሎት ቋንቋ ትግርኛ
ናይ ሎሚ ፍሉይ ምድላውና ኣብ ዓለም ለኸ ተሓላቒ ጉጅለ ሰብኣዊ መሰላት ሂዩማን ራይትስ ዋች ዳይረክተር ቀርኒ ኣፍሪቃ ላቲሻ ባድር ዝተኻየደ ቃለ መጠይቕ እዩ ክኸውን። ላቲሻ ባድር ናብ ሱዳን ንመዓስከር ስደተኛታት ብምኻድ ካብ ስደተኛታት ረኺበዮ ዝበለቶ ሓበሬታን ኣብ ክልል ትግራይ ይፍጸሙ ኣለዉ ንዝተባሃሉ ምግሃሳት ሰብኣዊ መሰላት ንምጽራይ ናይ ሕቡራት መንግስታት መርማሪ ጉጅለ ናብቲ ክልል ክኣቱ መንግስቲ ኢትዮጵያ ክፈቅድ ዝሓተተትሉን ቃለ መጠይቕ እዩ። ገብረ ገብረ መድህን እዩ ብስልኪ ኣዘራሪብዋ ናብኡ ክሕልፈኩም። ላቲሻ ባደር ኣብ ሱዳን ናብ ዝርከብ መዕቆቢ ስደተኛታት ብኣካል ከይዳ ዝረኣየቶን ካብቶም ስደተኛታት ዝሰምዐቶን ክትገልጽ ከላ፣ መብዛሕትኦም እቶም ስደተኛታት ኣብ መጀመርያ ሰሙናት እቲ ውግእ ካብ ምዕራብ ትግራይ ዝመጹ እዮም ዝሰነድናዮም ኢላ። ኣዝዩ ብዙሕ ምምዝባል ሰላማውያን ሰባት፣ ስቪላት፣ ኣብ ዝነብሩሎም ከባብታት ከቢድ ደብዳብ ብረት ስዒቡ ድማ መጥቓዕትታት ሰራዊት ምክልኻልን ተሓባበርቶምን እውን ሪፖርት ረኺብና ኣለና ኢላ። The residents of Western Tigray that we spoke to, we also received numerous reports of. ዘዘራረብናዮም ነበርቲ ምዕራብ ትግራይ ብዙሕ ወራር ወይ ዘረፋ ብፍላይ ፍሉይ ሓይሊ ብዝብል ሽም ዝፍለጡ ዕጡቓት ሓይልታት ፖሊስ ጎረቤት ክልል ኣምሓራን ፋኖ ተባሂሎም ዝፅውዑ ጉጅለ ሚሊሻን ናይ ውልቂ መንበሪ ኣባይትን ናይ ንግዲ ትካላትን ዘረፋ ጥራይ ዘይኮነስ ናይ ሕርሻ ፕሮጀክታት እውን እዚ ከባቢ እዚ ብዝለዓለ ደረጃ ኣብ ሕርሻ ዝተመስረተ ጥራይ ዘይኮነስ ምህርቲ ዝሕፈሰሉ ወይ ዝኣትወሉ ወቕቲ እውን እዩ ነይሩ። እዚ ኩሉ ዝኸውን ዘሎ እቲ ሕብረተሰብ ቁጠብኡን ናብርኡን ዝተመስረተሉ ምህርቲ ኣብ ዝሓፍሰሉ ወሳኒ እዋን እዩ። ከተማታት ኣብ ትሕቲ ቁፅፅር ሰራዊት ምክልኻል ምስ ኣተዋ ዝተሰነደ ዘይሕጋዊ ቅትለት ኣብ ምዕራብ ትግራይ ካብ ዝሰነድናዮም ገሊኦም ተርእዮታት እዮም። ኣብ ካልኦት ከባቢታት እቲ ክልል መብዛሕትኡ ብሓይልታት ኤርትራ ተፈጺሞም ዝበሃሉ ተመሳሰልቲ መግሃስቲ ክንምርምሮ ሪፖርት ክበጽሓና ጀሚሩ ኣሎ። ኣብ ማይ ካድራ ዝተፈጸመ ጭፍጨፋ ብዝምልከት ናይ ኢትዮጵያ ኮሚሽን ሰብኣዊ መሰላት ኣብ ዘውጽኦ ጸብጻብ ፈጸምቱ ብምልሻ ትግራይ ዝድገፉ ናይ ትግራይ መናእሰይ እዮም ምባሉ ይዝከር።

ብሰፊሑ ብሕቡራት መንግስታት ዝምራሕ ምርመራ ክካየድ ኢና ንጽውዕ ዘለና። ኣብ መቐለን ዝተወሰኑ ከባቢታትን ኣገልግሎት ኮሙኒኬሽን ጀሚሩ፣ ናይ ትግራይ ግዝያዊ ምምሕዳር ድማ መሰረታዊ ዝኾኑ ኣገልግሎታት ናብቲ ንቡር ንምምላስ ይሰርሕ ከምዘሎ ይግለጽ ኣሎ። ኣብ ሰፊሕ ከባቢታት ትግራይ ግን ሕዚ እውን እቲ ምዕጻው ቀጺሉ ይርከብ። እዚ ግጭት እዚ ኣብ ዝሓለፈ ዓሰርተ ዓመታት ኣብ ዓለም ተሰሚዑ ብዘይፈልጥ ኣገባብ ኣብ ፀልማት ዝተኻየደ ምዃኑ ዘጠራጥር ኣይኮነን ዝበለት ላቲሽያ ባደር፣ መብዛሕቲኦም ዘዘራረብናዮም ስደተኛታት ካብ ስድርኦም ዝኾነ ይኹን ሓበሬታ ኣይሰምዑን ዘለዉ ክትብል ሓቢራ። ወለዲ ንደቆም ይደልዩ፣ ሰብኡት ንኣንሽቶም ይደልዩ፣ ነዚ ድሮ ኣእምሮኦም ዝተረበሹ እሞ ድማ ንዝተመዛበሉ ሰባት ኣዝዩ ኣጸጋሚ እዩ ክትብል ሓቢራ። ምዕጻው ኮሙኒኬሽን ንጋዜጠኛታት ስርሖም ከይሰርሑ ከልኪሉ ጥራሕ ከይኮነስ ከማና ዝበሉን ኣብቲ ክልል እንታይ ይኸውን ከምዘሎ ክስንዱ ንዝደልዩ ውድባትን ኣጸጋሚ እዩ ምስ በላ ተዋጋእቲ ወገናት ከመይ ዝበለ ሓበሬታ ከቕርቡ ከምዘለዎም ኣብ ምውሳን ብሒቱ ዘሎ ፌደራል መንግስቲ ምዃኑ ኣጸጋሚ ይገብሮ ኢላ። The communications shutdown has had an impact on being able to document the event, being able to document abuses by ኣብቲ ግጭት ዝዋሳእ ወገን ጥራይ ክኸውን የብሉን ኣየናይ ሓበሬታ ክወሃብ ኣለዎ ኢሉ ዝውስን። ስለዚ እቲ ምዕጻው ኮምኒኬሽን ፍጻመታትን ክስተታትን ኣብ ምስናድ ብኹሎም ተዋጋእቲ ወገናት ዝፍጸሙ መግሃስትታት ብፌደራል ሓይልታትን ተሓባበርቱን ዝፍጸም መግሃስትታት ጥራይ ዘይኮነስ ብናይ ህወሓት ሓይልታት ዝፍጸሙ መግሃስትታት ኣብ ምስናድ ተጽዕኖ ኣለዎ። ኣብቲ ህዝቢ ከቢድ ጽልዋ ፈጢሩ እዩ። ካብ ምዕራብ ትግራይ ሃዲሞም ዘዘራረብናዮም በቲ ግጭት ቅድሚ ኩሉ ዝተተንከፉ ኣዝዮም ዝተጎድኡ ማሕበረሰብ ድሕሪ ክልተ ኣዋርሕ እውን ኣባላት ስድርኦም ኣበይ ከምዘለዉ ዘይፈልጡ ሰባት እዮም። እቲ ውግእ ካብ ዝጅመር ልዕሊ ስሳ መዓልታት ኣብቲ ክልል ቅትለት፣ ዕንወት፣ ራሰያ ንብረትን ታሪኻዊ መስጊድ ኣልነጃስ ሓዊሱ ምዕናው ሓድግታትን ይፍፀም እዩ ዘሎ። ዛጊድ ናብ ክልል ትግራይ ከምዘይኣተወት ዝገለፀት ባደር በብቁሩብ ቴሌኮምኒኬሽን ምስ ምኽፋቱ እንታይ ከምዝተፈጸመ ዝሓሸ ሓበሬታ ናይ ምርካብ ተኽእሎ ክህልወና ጀሚሩ ኣሎ። ኣብ መስጊድ ኣልነጃሽ ዝወረደ ጉድኣት ንግዚኡ ብነጻ ንምጽራይ ኣይከኣልናን፣ ግን እቲ መስግድ ኣዝዩ ኣገዳሲ ኣካል ታሪኽን ሃይማኖትን ኢትዮጵያ ስለዝኾነ ኣብ ግጭት ትግራይ ዝሳተፉ ዘለዉ ኩሎም ኣካላት ነዚ ባህላዊ ሓድጊ ክሕልውዎ ኣለዎም ኢላ። ተወሳኺ ምርመራ ካብ እንገብረሎም ሓደ እዩ እውን ኢላ ብምውሳኽ ኣብ ካልኦት ከባቢታት ኢትዮጵያ ብዛዕባ ዝካየድ ቅትለትን መግሃስቲ ሰብኣዊ መሰላትን ብዝምልከት ክትገልጽ ከላ፣ እታ ሃገር ብዙሕ ቅልውላው ሰብኣዊ መሰላት ካብ ዘጋጥማ ዳርጋ ዓሰርተ ሸሞንተ ኣዋርሕ ኮይንዋ ኣሎ ኢላ። መንግስቲ ናይ ህውከት ምኽንያታት ዝኾኑ ጉዳያት ኣብ ምፍታሕ ቀዳምነት ክህቦ ንኣዋርሕ ክንጽውዕ ጸኒሕና ኢና'ውን ኢላ ብምውሳኽ። ሓይልታት ኤርትራ፣ ኣብ ኩናት ትግራይ ምስታፎም ብዝምልከት ኢትዮጵያን ኤርትራን ኣሉ ክብልዎ ጸኒሖም ኣለዉ። ካብ ትግራይ ዝዘራረብናዮም ኣባላት ስድርኦም ዝተቐተልዎም ሰባት ግን ይፍጸሙ ንዘለዉ ቅትለት፣ ዕንወትን ስርቅን ንብረትን ተሓተቲ ሓይልታት ኤርትራ እዮም ይብሉ ኣለዉ ንዝብል ኣብ ዝሃብኦ ርእይቶ ንመንግስቲ ኢትዮጵያ ነቕርቦ ቀንዲ ጻውዒትና ሕቡራት መንግስታት ጉጅለ ኣናዳይ ሓቂ ናብ ክልል ትግራይ ክልእኽ ኣለዎ ኢለን ነቲ ዝተፈጸመ ከቢድ መግሃስቲ ሓላፍነት ዝወስዱ ተሓተቲ ምዃኖም ንምርግጋጽን ምውጻእ ሓቂ ኑቶም ግዳያት ኣብ ልዕሊኦም ዝተፈጸመ ክስምዑ ምግባር ገለ ፍትሒ ክረኽቡ ከም ዝኽእሉ ተስፋ ስለ ዝህቦም'ውን ኣገዳሲ እዩ ኢላ። ተሓተትቲ ሓይልታት ኤርትራ ድዮም ኣጋር ሓይልታት ንዝብል ንምጽራይ ምርመራ ኣገዳሲ እዩ ኢላ። ኣብ መወዳእታ ጻውዒት ኣለዋ ላቲሻ ባደር።
ሰብኣዊ ሓገዝ ኣብ ምቕራብ ገለ ምምሕያሽ ኣሎ። ግን ኣብ መላእ እቲ ክልል ዘይተገትአ ፍቓድ ክወሃብ ኣለዎ። ጎኒ ንጎኒ ድማ ሰባት ምስ ስድርኦም ክራኸቡ ምሉእ ምኽፋት ኮሚኒኬሽን ክረጋገጽ ኣለዎ። እዚ ጥራይ ዘይኮነስ ሓድሽ መሰጋገሪ ምምሕዳር ናይ ሰባት መሰላት ከረጋግጽ ድልው ክኸውንን መንግስቲ ንከተማታት ድሕሪ ምቁጽጻሩ ዝሰነድናዮም መብዛሕትኦም መግሃስታት ክምርመሩን ሓላፍነት ዝወስዱ ክሕተቱን ምርግጋጽ ኣገዳሲ እዩ። መንግስቲ ኢትዮጵያ ነቶም ዝቐርቡ ዘለዉ መግሃስታት ዘጻሪ ብሕቡራት መንግስታት ዝምራሕ መርማሪ ጉጅለ ክፈቅድ እንተኾይኑ፣ ካብ ዝሓለፈ ሰሙን ጀሚሩ ካብ ሰበ ስልጣን ፌደራል መንግስቲ መልሲ ንምርካብ ዝገበርናዮ ጻዕሪ ኣይተዓወተን። መልሲ ምስ ረኸብና ክነቕርበልኩም ኢና። ኮሚሽነር ኮሚሽን ሰብኣዊ መሰላት ኢትዮጵያ ዳንኤል በቀለ ኣብ ዝሓለፈ ቅንያት ኣብ ዝሃብዎ መግለጺ፣ ዓለም ለኸ ትካላት ኣብ ኢትዮጵያ ንዝካየዱ መግሃስቲ መሰላት ብዝምልከት ንዘልዕልዎ ሕቶታት፣ ሰብኣዊ መሰል ንፖለቲካዊ ረብሓ ክጥቀምሉ ዝደልዩ ዓለም ለኸ ትካላት ከምዘለዉ ክርሳዕ የብሉን ምስ በሉ፣ ስራችን ገለልተኛ ነው፣ ነፃ ነው፣ የመንግስት ተጽዕኖ የለበትም ወይም የሌሎች የማናቸውም አይነት ቡድኖች ወይም ወገኖች ተጽዕኖ የለውም። ስለዚህ የምንሰራው ስራ። ስራሕና ናፃ እዩ፣ ገለልተኛ እዩ፣ ናይ መንግስቲ ኮነ ናይ ዝኾነ ይኹን ካሊእ ጉጅለታት ይኹን ትካላት ተጽዕኖ የብሉን። ንሕና ንሰርሖ ስራሕ ብመትከላት ሰብኣዊ መሰላትን ሕግታትን ጥራሕ ተመሪሕና ንሰርሖ ስለዝኾነ ናፃን ገለልተኛን እዩ ኢልና ኢና ንኣምን። ኣብዚ ዝኾነ ይኹን ጥርጥር የብልናን። ስለዝኾነ ድማ ስራሕና ብኣህጉራዊ ትካላትን መንግስትን ከይተረፈ ካብ ግዜ ናብ ግዜ ተኣማንነት እናወሰኸ ከምዝመፀ ክንግንዘብ ክኢልና ኣለና እዮም ኢሎም ዶክተር ዳኒኤል። ገብረ ገብረመድህን እየ ካብዚ ካብ ሲልቨር ስፕሪንግ ሜሪላንድ።
ዝጸናሕኩም ፍሉይ ምድላውና እዩ ነይሩ። በዚ እምበኣር ናይ ሎሚ ሰሉስ ሓፈሻዊ ምድላዋትና ፈጺምና ኣለና። እኒ ኣፈወርቂ ምስ ኩሎም መሳርሕተይ ጽባሕ ረቡዕ ክሳብ እንረኽበኩም ሰላም ለይቲ ደሓን ሕደሩ።